ኣብ ርሑቕን ኣብ ቀረባን ኮንኩም ጻውዒተይን ዕድመይን ኣኽቢርኩም ነዛ በዛ ሰዓት እዚኣ ከመሓላልፋ ዘሎኒ መልእኽቲ ክትሰምዑን ክተስተውዕሉን እቲ ምስ ከደስ ዘይምለስ ኣዝዩ ዝኸበረ ግዜኹም ንዝሃብኩም ካብ ያህ ካብ እግዚኣብሔር ኣቦናን ካብ ጎታና የሱስ ክርስቶስ ወዱን ጸጋን ሰላምን ምሳኻትኩም ይኹን። ብመጀመርያ ነቲ ከም ቃሉ ካብ ዝፈልጦን ካብ ዘይፈልጦን ፍላጻታት ጸላኢ ኣብ ትሕቲ ግልግሊኡ ኣጎልቢቡ ብኣኽናፍ ምሕረቱ ሸፊኑ ምውጻእ ምእታወይ ሓልዩ ህላወይ ኣማእዚኑ ነቲ በዛ ግዜ'ዚኣ ከመሓላልፎ ዘለኒ መልእኽቲ ንኸመሓላልፍ ነዛ መዓልቲ'ዚኣ ነዛ ሰዓት'ዚኣ ነዛ ደቒቕ'ዚኣ ክርኢ ዘብቅዓኒ ብሩኽ ኣምላኽ ኣቦ ጎይታና የሱስ ክርስቶስ እቲ ኣዝዩ ዝለዓለን ዝኸበረን ዝዓዘዘን ምስጋናይ ይብጽሓዮ ብሓቂ ክብሪ ይኹኖ እብል እቶም ትፈልጡንስ እኳ ትፈልጡኒ ኢኹም፣ እቶም ብመዝሙረይ ጥራይ እትፈልጡኒ ብኣካል ግና ንዘይትፈልጡኒ ቢንያም ኪሮስ ከፈላ ዝብሃል ኣነ'የ ክብለኩም ከለኹ ብምሕረት ኣምላኽ እተሃንጸ ውሽጣዊ ትብዓትን ዝስመዓኒ ክርስቶሳዊ ትምክሕትን ዓቢ ከም ዝኾነ በዚ ኣጋጣሚ ክገልጸልኩም እፈቱ። እሞ ከመይ ትኾኑለይ ኣለኹም? ብኹሉ መዳይ ከመይ ኣለኹም? ኣነ ብዘይካቲ ደሃይ ኣጥፊኤልኩም ብምንባረይ ብምጽንሐይ ዘሎኒ ሕልናዊ ወቐሳን ናፍቖትን ፍቕርን እንተ ዘይኮይኑ ብኹሉ ብጥዕናይ ሰላም ምስ ኣምላኸይ ብዘሎኒ ሕብረት ካብኡ ብዝተላዕለ ሰላም ከም ዘለኹ ክገልጸልኩም እፈቱ። ንዓኻትኩም ከመይ ኣለኹም ክብለኩም ከለኹ ከኣ እቲ ከም ሰብ መጠን ከም ምሕታት ደኣ እሓትት ኣሎኹ እምበር፣ ሓላዊኹም እቲ ናይ እስራኤል ቅዱስን ተበጃዊኡን ክሳብ ዝኾነ፣ ሰላም ከም እትህልዉ ዘጠራጥር ነገር የብሉን። ቅድሚ ናብቲ ከመሓላልፎ ዘሎኒ ሓጺር መልእኽቲ ምምሕልላፈይ፣ ነቶም ብዛዕባይ ምህሮ መናፍቕ ሒዙ ኢልኩም ሰሚዕኩም ካብ ወረን ንዑ ዝመስል ነገራትን ርእስኹም ዓቂብኩም በቲ ዝሰማዕኩምለይ ነገር ማለቱ ማለትኩም ኮይኑ ባቃ ከምኡ ኮይኑ እዩ ኢልኩም ኣሚንኩም ግዲ ናይ ነብሰይ ሃልይኩም ብጸሎት ኣብ ቅድሚ ኣምላኽ ክትቀርቡለይ ዝጸናሕኩም በቲ ሓደ ሸነኽ በቲ ካልእ ድማ ነቶም ኣብ ዩቱብ ኣብ መዝሙር ዶት ኮም ወዘተ እቲ ጐይታ ዝሃበኒ መዛሙር እሞ ብጸጋ ዝዘመርኩዎ ንዕኡ እናዘከርኩምን ፕራክቲስ እናገበርኩምን ኣብ ዩቱብ ከም ብሓድሽ ክህሉ ብምግባር እታ ንዓይ ዘላትኩም ፍቕሪ ከተንጸባርቑ ዝጸናሕኩም ገሌኹም ውን ኣብ መዝሙር ዶት ኮም ቢንያም ኪሮስ ኣበይ ኣለኻ ንዓ ተቐልቀለና መዛሙርካ ደሊና ክትብሉ ዝጸናሕኩም፣ ኣብዚ ቀረባ እዋን ከኣ ታሪኽ መዝሙር ኣብ ኤርትራ ዘርእስታ ጽሕፍቲ ጽሒፉ ኣብኡ ኣብቲ ኣነ ኦንጂሰስ እናተብ ዝበሃለሉ ዘለኹ እዋን ሽመይ ዝጠቐሰ ክቡር ሓወይ ሮቤል ነጸረኣብ እውን ካልኦት ከምዚ ዝበለ ነገር ክትገብሩ ዝጸናሕኩምን ዘበልኩም ዓስብኹም ካብ እግዚኣብሔር ኣምላኽ ጐይታ ሰራዊት ምሉእ ይኹን ከይበልኩ ክሓልፍ ኣይደልን እሞ በዚ ነገር እዚ ንኣምላኽ ስሌኹም ውን ክብሪ እህቦ። ኣብዚ ቀረባ እዋን ክመሓላለፍ ዝትስፈዎ ኣብ ናይ ዝሓለፈ እዋን ኣብዚ ቀረባ እዋን ኣዲስ ኣበባ ከይድ ኣብ ዝነበርኩሉ ግዜ ምስ ረድዮ ብስራት ምስ ሓወይ ቴድሮስ ተስፋይ ዝገበርክዎ ወይ ዝገበረለይ ቃለ መሕትት ኣሎ ንሱ ተስፋ ገብር ኣብ ግዚኡ ክዝርጋሕ ኣብኡ ብዝርዝር እቲ ዝበልክዎ ኢለ ስለ ዘለኹ ማለት እየ ክብሪ ንኣምላኽ ሕጂ ግና ኣብ ቅድሜኹም ቀሪበሉ ዘለኹ ሓጺሪት መልእኽተይ እቲ ኣብ ቅድሜኹም ቀሪበሉ ዘለኹ መልእኽቲ ገዛእ ርእሰይ ጥራየ ሎሚ ከቕርበልኩም። እዛ ገዛእ ርእሰይ እየ ከቕርበልኩም። ነዚ ዘብቅዓኒ ኣምላኽ ድማ ኣዝየ የመስግኖ። ፍቑራት ከም እትፈልጥዎ ካብ ቴስዓን ሰለስተን ብመዝሙር ካብ ዝቀላቐል ብጸጋ መዝሙር ነዛ ብግሽነት ኣብኣ ዝነብር ዘለኹ ምድሪ ካብ ዝግለጽ ጀሚሩ ዝተፈላለየ መጸ ዝተባህለ ስም ማሕበር ክጥመቖ ምጽንሐይ ናይ ቀረባ ተዘክሮኹም ኢለ ተስፋ ገብር። ብቐንዱ ግና ካብ ተስዓን ሰለስተን ኣዝዩ ዝዝከረኒ Only Jesus ዝብል ዝተለጠፍኩ ምንባረይ እዩ። ካብኡ ጀሚሩ ክሳብ እዛ ቀረባ እዋን Only Jesus ጥራይ ክበሃል ጸኒሐ ኣለኹ። ግና ብሓቂ ቢንያም ኪሮስ ኦንሊ ጂሰስ ስለ ዝኾነ ድዩ? ቢንያም ኪሮስ እባ ብኣቦን ወድን መንፈስ ቅዱስን ኣጸቢቑን ኣርጊጹን ብዘይ ውልውል እኳ ደኣ ዝኣምን ሰብ እዩ እንተበልኩኹምከ? ቃል ኣምላኽ ንኣምኖ እንተ ደኣ ዄንና፣ ጐይታ ኺምህር እንከሎ፣ እቲ እወኹም እወ፣ እቲ ኣይኰነን ከኣ ኣይኰነን ይኹን፣ ካብዚ ዝበዝሐ ግና ካብቲ ኽፉእ'ዩ ከም ዝበለ ኣንቢብኩም ኣለኹም። ንገለ ቓልን ምእማን ንገለ ቓልን ከኣ ዘይምእማን ዘይኰነስ፣ ንዅሉ ኢና ኽንኣምኖ ዚግብኣና እሞ፣ ነዛ ቓል እዚኣ ንኣምና እንተ ደኣ ዄንና ግና፣ ኣነ ኦንጅሰስ ኣይነበርኩን ኣይኮንኩን ኣይክኸውንን ውን እየ። እዚ እየ ከረጋግጸልኩም ዝደሊ። ምናልባሽ ንዓይ ኦንጅሰስ ዝብለኒ ብፍላይ ካብ ተስዓን ሰለስተን ክሳብ ተስዓን ሸውዓተን ዝነበረ እዋናት ኦንሊ ጂሰስ ዝብለኒ ትምህርቲ ኦንሊ ጂሰስ እንታይ ምዃኑ ዘይፈልጥ ሰብ ጥራይ እዩ ክኸውን ዘለዎ። ከፋፊለ ኣብ ካልእ እዋን ሕጽር ኣቢለ ከቕርቦ ክፍትን እየ። ሎሚ ግን ከምቲ ኣብቲ መጀመርያ መእተዊ መልእኽተይ ዝበልኩዎ ብዘይካቲ ደሃይ ኣጥፊኤልኩም ብምንባረይ ዘሎኒ ሕልናዊ ወቐሳ ዝበልኩኹም ንሱ ከራግፍ ባህብለኒ። ፍቑራት ኣብ ትንቢት ኢሳያስ ሓደ ቃል ተጻሒፉ ኣሎ ብናይ ክርስቶስ ትንቢት ምዃኑ እንፈልጦ ቃል ከምዚ ዝብል ህጻን ተወሊዱልና ወዲውን ተውሂቡና እዩሞ እቲ ግዝኣቱ ከኣ ኣብ መንኵቡ እዩ ክሳብ እዚኣ ክኸይድ። ህጻን ተወሊዱልና፣ ወዲ ተውሂቡና እዩ፣ እቲ ግዝኣት ከኣ ኣብ መንኵቡ እዩ ኢሉ ይቕጽል። እዚ ቃል እዚ መጀመርያ ብናይ ክርስቶስ እተነግረ ቃል እዩ። ክርስቶስ ንርእሱ ኣይተወልደን፣ ከም ህጻን መጠን ክውለድ ከሎ ማለት ከም ወዲ መጠን ክነብር ከሎ ከኣ ንርእሱ ኣይኮነን። ህጻን ኮይኑ እተወልደ ንዓና፣ ወዲ ኮይኑ እተዋህበ ድማ ንዓና እዩ። ክርስቶስ እዚ ፈላሚኡ ንስኻትኩም ከምዚ ኣብ ጽሑፈይ ዝበልክዎ ንዓይ ጸጋ ኢኹም። ብኣኹም ኣቢለ ናብ ምልኣት ዝብርኽ ናተይ ጸጋ። ጸጋ ኢኹም ዘይደኸምኩልኩም ዘይጸዓርኩልኩም ብኸምኡ ካብቲ ብሩኽ ኣቦይ ዝተዋሃብኩምኒ። ስለዚ ህጻን ተወሊዱልና እትብል ብረባሕታ ከንብባ ከለኹም ንዓይ ተወሊድኩምለይ ንዓይ ተዋሂብኩምኒ ኢለ የንብባ ሓቅኻ እዩ እቲ ግዝኣት ኣብ መንኩቡ እዩ ዝበሎ ናባና ክነምጾ ከለና ከኣ ኣብ ልዕሊ ተመንን እንቅርቢትን ኩሉ ሓይሊ ጸላእን ክትረግጹ ስልጣን ሂበኩም ኣለኹ ተባሂሉልና እዩሞ እቲ ግዝኣት ኣብ መንኩብና እውን እዩ ስለዚ እቲ ግዝኣት ኣብ መንኵብኩም እዩ። ከምቲ ንዓኹም ከምኡ ዝብሎ ዘለኹ፣ ብኣኹም ዓይኒ ዀይነ ነዛ ጽሕፍቲ ከንብባ ከለኹ ኸኣ፣ ህጻን ተወሊደልኩም፣ ወዲ ዀይነ ኸኣ ተዋሂበኩም። ክወሃበኩም ከለኹ፣ ክውለደልኩም ከለኹ፣ ብናይ መዝሙር መዝሙር ናይቲ ገንሸል ዘማሪ ሓድሽ ኪዳን ብምዃን ኣበሳሪ እቲ ቃል ብምዃን ኣብቲ ልዑል ኣብቲ ጉንዲ ወይኒ እተኻፈልክዎ ማራኡ ብምክፋል ከገልግል ነዚ ተዋሂበኩም ክሽየመኩም ዘይኮነስ ከገልግለኩምን ጊልያኹም ክኸውንን ተዋሂበኩም ግና እቲ እተዋሃብኩኹም ምዃነይ ከምቲ ዝግባእ ኣይነበረን ከምቲ ዝግባእ ዘይነበረ ኸኣ ኣነ ኦንጅሰ ስለ ዝኮንኩ ኣይኮነን ግናከ ካብ እም ተስዓን ሸውዓተን ክብሎ ብጠቅላላ ጀሚሩ ምናዳ ነዞም ኣነ ብኦም ዝስመ ዝነበርኩ ከይ ናብ ንቲ ማሕበር እንታይ ምኳኑ ከይፈለጥኩ እኳ ብኦም ዝስመ ዝነበርኩ ኦንልጅሰስ እንታይ ምኳኖም ናብ ምፍላጥን ንዕኦም ክረብሖም ናብ ምፍታንን ብምዝዛወይ ጥራይ ዳሃይ ኣጥፊኤልኩም ምንባረይ እእመነልኩም ኣለኹ። እዚ ክብል እንከለኹ ደረጃ ህዝበይ ኣብ ግምት ብዘይምእታወይ ንህዝበይ ከምዝበደልኩዎ ሎሚ እእመን ኣለኹ። እዚ ማለት ኣምላኽ እዩ ልቢ ዝርኢ ሰብ ግና ኣብ ቅድሚ ዓይኑ ዘሎ እዩ ዝርኢ እሞ ምሳታቶም ርኢኹምኒ ኦንሊ ጅሰስ እንተበልኩምኒ ከም ሰብ መጠን ንስኻትኩም ዝገበርኩምዎ ብልኩምን ኣነ'የ ኦንሊ ጅሰስ ንኸይትብሉኒ ወይ ስለ ዘይኮንኩዎ ውን ንኸይትብሉኒ ንዕንቅፋት ከይኮነኩም ክጥንቀቕ ዝነበረኒ ምኽንያቱ ሰብ ኣብ ቅድሚ ዓይኑ ዘሎ ጥራይ ስለ ዝርኢ እሞ ካብ ሰብ ምዃን ናብ መንፈስ ምዃን ክንብርኽ ተጸዊዕና ክነስና ሰብ ኮንኩም ክትነብሩ ከምቲ ዝግባእ ንኸይትብርኹ ምኽንያት ኮይነ ዝጸናሕኩ ምዃነይ እእመን ኣለኹ። ብዓቢኡ ከኣ ብኻልእ ኣመላኽታ እቲ ንብዙሓት ክኸውን እተዋህበ ጸጋ ኣምላኽ ኣብ ሒደት ኣባታቶም ጥራይ ብምውሳነይ ነቲ ጸጋ ዝሃበኒ እውን እየ ዝበደልኩዎ። እቲ ጸጋ ዝሃበኒ ግና ኣዝዩ ፈቃርን ኣዝዩ ዕጉስ ዝብል ቃል እኳ ዘይገልፆ ኣዝዩ ዕጉስ ስለ ዝኾነ እናታተየ እናታተየ ናብታ ኩሉ ነገር ከስተብህለላ ዝኽእለላ ግዜ ኣብፂሑኒ ኣሎ። እዚ ኸዓ መርኣያ ምሕረቱ እዩ ብልዕለይ። ብኻልእ ሸነኽ እሙንነትኩም ብምልኣት ኣንቢርኩምለይ ዝነበርኩም ኣብ ዝሓለፈ ኣብቲ መጀመርያ መዛሙራተይ ሰሚዕኩም ብምልኣት እሙንነትኩም ኣንቢርኩምለይ ዝጸናሕኩም እሞ በቲ ክሓልፎ ዝጸናሕኩ ኩሉ ኸኣ እሙንነትኩም ኣብ ልዕለይ ከምቲ ዝድለ ኮይኑ ብዘይ ምርካቡ ብዛዕባይ ዝጎሃኹምን ሕማቕ እተሰማዓኩምን ዝቖሰልኩምን እንተለኹምን ሎሚ እዛ ምሕረት እዚኣ ካባኻትኩም እደልያ ኣለኹ። ክብሪ ንኣምላኽ። ኣነ ክኸዶ ኣነ ዝተጓዓዝክዎ ጉዕዞ ምናልባት በቲ ካልእ ሸነኽ ከኣ ኣነ ከም ዝበጻሕኩዎ መጠን ደኣ እምበር ህዝበይ ከም ዝበጽሖ መጠን ከኣ ኣይነበረን። ሃዋርያ ጳውሎስ ሓወይ እንተ ደኣ ስጋ ምብላዓይ ዝዐንቅፎ ዀይኑ ንሓዋሩ ስጋይ ክበልዕን እየ ኢሉ ንክርስቶስ ዘለዎ ፍቕሪ ክገልጽ እንከሎ ኣነ ግና በቲ ሓደ ንኣምላኽ ቅኑዕ ዀይኑ ብዝተራእየኒ መሰረት ብዝኸድኩዎ በቲ ሓደ ኸኣ ብዝበጻሕክዎ ብልክዕ ግን ህዝበይ ብዘይ በጽሕኡ ዝተመላለስክዎ ከምኡ ሕልና ኣሕዋተይ እየ ከደክም ጸኒሐ እሞ ሕልናውን ልባውን በደል ንዝበደልኩኹም ሎሚ ሕልናውን ልባውን መንፈሳውን ምሕረት ክትገብሩ እሞ እቲ ንዓኹም ተዋህብክኹም ምዃነይ ክነብሮ እዚኣ ድማ እምሕጸን ኣለኹ። ከምቲ ዝበልኩኹም እም ኦንሊ ጂሰስ ስለ ዘይኮንኩ ኦንሊ ጂሰስ ኣይኮንኩን። ነዚ ብዝምልከት ድማ ሓንቲ ውሕድ ዝገጻታ ግናኸ ዓሚቝ ዝትሕዝቶኣ ብኣምሓርኛ፣ የሃዋርያት ቤተክርስቲያን ትምህርትና የነገረ መለኮት ቀውስ ትብል መጽሓፍ ጽሒፈ ኣለኹ። ኣብኣ ዝያዳ እቲ ኣነ ዝብሎ ዘለኹ እንታይ ከም ዝኾነ ክተስተብህልዎ ትኽእሉ ኢኹም። ኦንሊ ጂሰስ ኢኻ ንዝብለኒ ናይ ኦንሊ ጂሰስ ትምህርቲ እንታይ ከም ዝኾነን ኣነ ዝብሎ ዘለኹ እንታይ ከም ዝኾነን ከኣ ዘበስራ መዛሙር ከኣ ብነጻ ሓንቲ መዝሙር ከምኡ እላ ካልኣይቲ መዝሙር ከኣ ናተይ ሓፈሻዊ ኣመላኽታ ዝሓዘት ክልተ መዛሙር ብነጻ ክወሃባኹም ድማ የበስረኩም ኣለኹ። እዚ መጽሓፍ ተጻሒፉ ኣሎ። ኣብ ቀረባ እዋን ኣድራሸኡ ኣበይ ኣበይ ክትረኽቡ ከም ትኽእሉ ክሕብረኩም ምዃነይ ድማ ቃል እኣትወልኩም። እቲ ኣዝዩ ዘገርም ገለ ገሌኹም ቢንያም ኦንጂሰስ ኣይኮነን ኢልና ዝበልኩምኒ ኣለኹም። ፈጺሙ ክኸውን ኣይክእልን እዩ ኢልና ዝበልኩም ኣለኹም። እቶም ከምኡ ዝበልኩም ብውሽጣዊ ዓይኒ ክትርእዩ ዝጸናሕኩም ኢኹም ኢለ ጥራይ እየ ክገልጸኩም ዝኽእል። እዚ ኸኣ መርኣያቲ መንፈሳውነትኩም እዩ። ዓይኒ ከም ዝረኣየቶ ዘይፈርድ፣ እዝኒ ከም ዝሰምዓቶ ዘይብይን፣ እንታይ ደኣ ነቲ ሓቂ ኣብ ውሽጢ ዝደሊ እንተሎ ንሱ መንፈሳዊ እዩ። ኣብ ትንቢት ኢሳያስ ምዕራፍ ዓሰርተ ሓደ ከምኡ ነንብብ፣ ዓይኑ ዓይኑ ከም ዝረኣየቶ ኣይፈርድን እዩ፣ እዝኑ ከም ዝሰምዓቶ ኸኣ ኣይብይንን እዩ ተጻሒፉ ኣሎ። እዚ ብዛዕባ ክርስቶስ እዩ። ኣብ ምድሪ ሓደ ሰብ ቅኑዕ እዩ ክበሃል ተኾይኑ ዓይኑ ከም ዝረኣየቶ ክፈርድ ከሎ እዩ። ኣብ መንፈሳውነት ግና ዓይንኻ እውን ዝመስል ነገር ክትርኢ ትኽእል እያ። ግን ነቲ ሓቂ ኣብ ውሽጢ ምድላይ ብርግጽ እንተ ካብ መንፈስ ቅዱስ ባህሪ ተኻፊልካ ነታ ሓቂ ኣብ ውሽጢ ክትረኽባ ትኽእል ኢኻ፣ ክተስተብህላ ትኽእል ኢኻ። ሓቂ ኪነቱ ትረእን ኪነቱ ድስማዕን ኣብ ውሽጢ ትንበር ኣብ ውሽጢ ተደኮነት ክውንነት እያ እሞ እቶም ኣብ ዝሓለፈ እዋን ኣብ ኣዲስ ኣበባ ኣብ ዝነበርኩ እዋን ፈጺምና ንሕና እውን ኦንሊሰስ ኢልና ኣይኣመንናን ኔርና ዝበሉ ረኺበ ኣለኹ ኣብዚ እውን ኣብ ዝነበረ ምንቕቓሕ ሰላምታ ከቕርብ ተንቀሳቒሰ ኔረ ናብ ሓደ ቦታ ኣብኡ ዝነበሩ ገለ ገሊኦም ከኣ ብሓጐስ እዚ ነገር እዚ ክገልጹለይ ረኺበ ኣለኹ። ክብሪ ንኣምላኽ! ነቶም ዝመሰለኩም ግን ብሓቂ ክመስለኩም ዝኽእል ምዃኑ ኣብ ግምት ከየእተኹ ብምምላሰይ በዲለኩም እየ። እሞ ደጊመ ደጋጊመ ይቕሬታ እንተ በልኩኳ ይጸግቦን እየ። ብሓቂ ካልእ ኣነ ዘይርድኣኒ የሆዋ ኣምላኽ ጥራይ ዝፈልጦ ዝበደልኩኹም እንተለዉን ንሱውን ደጊመ ከምቲ ዝበልኩኹም እዩ ደጋጊመ ይቕረ በሉለይ እንተኢለ ኣይጸግቦን እየ ክብሪ ንኣምላኽ እዚኣ ጥራይ ይብል ኣለኹ እሞ ካብ ሕጂ ክትረኽቡኒ ንእትደልዩ ኣድራሻ ልበይ ክፉት እዩ ኣፍደገ ልበይ ርሑብ ርሑብ እዩ ክብሪ ንኣምላኽ እሞ ዋን ጋድ ዋን ሳን ኣት ኣይ ክላውድ ዶት ኮም ክልተ ሽሕን ዓሰርተ ሸሞንተን ኢልኩም ክትረኽቡን ኣት ጂሜል ዶት ኮም ኢልኩም ክትረኽቡ ትኽእሉ ኢኹም ወይ ከዓ ዋን ጋድ ዋን ሳን ኣት ኣይ ክላውድ ዳት ኮም ኢልኩም ጥራይ እውን ክትፅሕፉለይ ትኽእሉ ኢኹም ብኡ ከዓነ ክምልሰልኩምን ክረኽበኩምን ከከም ኣድላይነቱ ድማ ይከኣል እዩ። ካልእ ብጀካ እቲ መጽሓፍ ጽሒፈ ምህላወይ ዘበስረኩም ብስራት፣ ብዘይክኡ ኣብ ቀረባ መጻኢ ድማ ሓምሰይቲ ኣልበም መዛሙር ዝሓዘት ድማ ክትመጻልኩም እያ። እዚ ከኣ ብጸጋ ኣምላኽ እዩ ኮይኑለይ። እሞ ንኣምላኽ ኣዝየ የመስግኖ፣ ስለ ይቕሬታኹም ድማ ንኣምላኽ ኣዝየ እባርኾ። እምነተይ ሎሚ ኣነ ናይ ሎሚ ሰብየ ሎሚ ሓድሽ ምዕራፍ ሒዘ ዝጓዓዝ ሰብየ ንስኻትኩም ከኣ ከምቲ ኣነ ሎሚ ዝብሎ ንስኻትኩም ከኣ ምሳይ ሎሚ በሉ ኣነ ናተይ የልዕል ኣለኹ ብሩኻት ብሸነኽኩም ናትኩም ክተልዕልዎ ዝግብኣኩም ተሎ ከኣ እስኻትኩምን ጎይታን ትፋለጡ እሞ እስኻትኩምን ከምኡ ዝበደልኩምን ኾይኑ ዝርድኣኩም እንተሎ ግና ይቅረ ግበረልና ክትብሉኒ ኣየብጽሓኩምን እየ ከምኡ ዓይነት ክትጽሕፉለይ ውን ኣይደልን እየ ብሸነከይ ይቅረ ዝረከብኩም ሰባት ኢኩም ኢለ ከረጋግጸልኩም ድማ እፈቱ እሞ ሓድሽ ምዕራፍ ሓድሽ ሂወት ንሓባራዊ ጉዕዞ ንሓባራዊ ህንጸት ካብ ናብ እናተለወጥና ንወዲ ኣምላክ ክንመስል ኣብ መወዳእታ ከኣ ንኣምላኽ ወረስቱ ንክርስቶስ መዋርስቱ ኮይንና ኣብቲ እተሓንጸጸልና ብሩኽ ኣምላኽና ዝመኸሮ ጥንታዊ ምኽሪ ኣብቲ ዓቢ ዕላማ ኣብኡ ክንበጽሕ እቲ ዕላማይ እዚ ምዃኑ ጥራይ ከኣ ከረጋግጸልኩም እፈቱ እሞ ካብ ሕጂ ግና በዚ ናይ ዩቱብ ቻነል እዚ መንፈሳዊ መደባት ከመሓላልፍ ክጅምር እየ፣ ከም ፍቓድ ኣምላኽ ድማ ትምህርቲ ኦንሊ ጂሰስ እንታይ ይመስል ካብ ዝኾነ ይኹን ሰብ ንላዕሊ ብትኽክል እፈልጦ እየ እንተበልኩ ጃህራ ኣይኮነን ኣሕዋተየ እሞ እንታይ ይመስል እዚ ውን ሓንት ርእሱ ድኻእለ ዘቕርቦ ነገር ክኸውን'ዩ ኣብ ግዚኡ ግን እቲ ኣብ ኦንጂሰስ ኣኺዱካ ዝነበረ ደኣ እንታይ ተልኩምኒ ከምቲ ኣቐዲመ ዝገለጽኩዎ ንዓታቶም ክረብሕ ስለ ዝደለኹ'ዩ ነታ ኣብ ኤርትራ ዝነበረት ማለት'ዩ ከምቲ ዝሓሰብኩዎ ድማ ነታ ኣብ ኤርትራ ዝነበረት ድማ ረቢሐያ ኦንጂሰስ ከም ዘይኮንኩ ኣብ ዝፈለጡኒ ኣብ ክልተ ሽሕን ሓደን ድማ ሰጒጎምኒ ማለት'ዮም እቶም ኣርባዕተ ሓሙሽተ ዝኾኑ ሰባት ዝተረፉ እታ ማሕበር እንተ እቲ ካልእ ግን ኩሉ ኣብ እዋኑ ምሳይ ወጺኡ እቲ ሓቂ ተረዲኡ ብሓደ ክንጓዓዝ ጸኒሕናን ኣለናን እሞ እቲ ክበጽሖ ዘለኹዎ ሚሽን በጺሐ ወጼ ስለ ዝበጻሕኩ ድማ እየ ዝዛረብ ዘለኹ ኣብቲ እዋን እቲ ውን ብዝተፈላለየ መልክዑ ከም ዘይኮንኩ እጠቅስ ኔረ ኣብ መዛሙራይ ውሽጢ ዝኣተወ ነይሩ። ንኣብነት ንዓይኒ ድርቢ ካብ ዘይንሓፍ ኣብ ትብል ኣብ ሳልሰይቲ ኣልበመይ ኣብ ዘላ ንዳሕራ ኣስቢልኩም ሓንቲ ፍቕዲ እንተተወርየለይ መናፍቕነት ኣይናወጥን እየ ግን ብወረ ከንቱነት ልብን ኩላሊትን መርማሪ ትብል መዝሙር ኣላ ኣብኣ ካብ ሓመድ ኣልዒሉ መኽበሪ ኢለ ኣለኹ እሞ እንታይ እየ ዝብለኩም ነይረ ሸዑ ትብሉኒ ኣለኹም እበሃል ኣለኹ እምበር ኣይኮንኩዎን እዚ እየ ዝብል ነይረ ኣዝዩ ክበርሃልኩም እንተድለየ እንታይ እየ ዝብል ዘለኹ መስለኩም ቀደምሲ ካብ ሕብረት ሃዋርያት ዘይኮኑ ግን ምስ ሃዋርያት ዝነበሩ ሰባት ነይሮም ቀዳማይት መልእኽቲ ዮሃንስ ምዕራፍ ክልተ ጥቕሲ ዓሰርተ ትሽዓተ ከነንብብ ከለና ትረኽብዎ ኢኹም ብዙሓት ምሳና ነይሮም ካባና ግን ኣይነበሩን ኢሎም ካብኦም ኣይነበሩን ሕጂ እንታይ እዩ ዝብለኩም ዘለኹ ኣብ ሕጂ ከ ንህይወት ክጠቅም ኣነ ግና ካብኦም ዘይኮንኩ ክነሰይሲ ምስኦም ነይረ ኣብቲ እሳቶም እውን ካብኦም ኢና ነርና ካብኦም ኢና ባህል እንዳበሉ እዮም ምስኦም ዝነብሩ ነይሮም ምስኦም ጥራይ እዮም ነይሮም ካብኦም ዘይነበሩ ክነሶምሲ ካብኦም ኢና እናበሉ እዮም ዝጓዓዙ ነይሮም እሳቶም እውን ኣብዚ ግን ካብኦም ከም ዘይኮንኩ እፈልጥ፣ ምስኦም ከም ዝሃልኽ ከም ዝነበርኩ እፈልጥ፣ ስለምንታይ ካብኦም ከይኮንኩ ምስኦም ኮይነ ክጥቕሞም ስለ ዝደለኹ ጥራይ እዩ እሞ ኣምላኽ ኣዕዊትኒ ድማ እቲ ክጠቕሞ ዘለኒ ጠቒመ ኣለኹ፣ ነቲ ክጠቕሞ ዝተመደበሉ ጠቒመዮ ኣለኹ፣ ክብሪ ንኣምላኽ። ብድሕሪኡ እውን ሕጂ እውን ብመጽሓፈይ ደረጃ እውን እቲ ረብሓይ ብቐንዱ ንዕኦም እዩ። እዚ ኣብ ኢትዮጵያ ናይዚ ማሕበር እዚ ኣባላት ክልተ ሚልዮን ይበጽሑ ኣሕዋተየ። እዚ ሓላፍቲ መዝገቦም ዘሎ ማለት እዩ። ናይ ክልተ ሚልዮን ነፍሳት ግዲ ኣይኮነን። ሚእትን ዕስራን ሽሕ የማን ካብ ጸጋሞም ዘይፈልጡ ኣይድንግጸሎምንዶ ዝበለ ኣምላኽ እዩ ንዮናስ ክዛረቦ ከሎ። ስለዚ የማኑን ጸጋሙን ዘይፈልጥ ብሙዚቃ ሞይቁ ብእዋናዊ ዝኾነ ስብከት ዊዒው ጥራይ ዝነብር ክልተ ሚልዮን ዝኣክል ህዝቢ ኣሎ። ናይዚ ግዲ ስለ ዘለኒ ከኣ ኣብ መወዳእታ ብመጽሓፍ ደረጃ ክፋኖ መሪጸ ክወጽእ ከለኹ ውን መጽሓፍ ጽሒፈ ማለት እዩ። ካብቲ ዝወጻኹሉ እዋን ሽዑ ዘይወጸትሉ ምኽንያት እንታይ እዩ ተልኩምኒ ግን ብቐንዱ ነቶም ቀንዲ ጸሓፋይ ናይቲ መጽሓፍቲ ዝኾኑ ናይቲ ማሕበር ፓስተር ቀሺ ተኽለማርያም ይበሃሉ። ንዕኦም ክረኽቦም እሞ ብኣካል ከዘራርቦም። ክረዳድኡኒ እንተኸኣሉ ከኣ ምስኦም ክረዳዳእ። እንተድኣ ተረዳዲኦምኒ ነቲ ዝብሰም ክመልሶ ስለ ዝኾኑ እዛ መጽሓፍ ክትወጽእ ኣድላይነት የብሉን ዝብል ውሳነ ስለ ዝነበረኒ'ዩ። እሞ እዚ ውሳነ እዚ ካብታ እዛ መጽሓፍ ዝወዳእኩሉ ክልተ ሽሕን ክልተን ሰለስተን ኣቢሉ ጀሚሩ ክሳብ ክልተ ሽሕን ሸሞንተን መጀመርያ ተጸብየ። ክልተ ሽሕን ሸሞንተን ብዘይ ሕጋዊ መገዲ ድማ ናብ ኢትዮጵያ ብምእታው ክሓቶም ተረኺበ። ኣብቲ ዝሓተትኩዎ ሕጂ መንፈስ ኣምላኽ ኣለኒ ንዝብል መንፈሳዊ ዘይኮነስ ናይ ሕልና ሰብ ከማን ንዝኾነ ክቕበሎ ዘይክኣል ብዙሕ ነገር ገሮም ሕጂ ኣብዚ ሜድያ ክዛረበሉ ዘይደሊ ከምኡ ተገይሩ ክነሱ ውን እስከ ምናልባሽ ናብ ልቦም ተተመልሱ ብምባል ክሳብ ክልተ ሽሕን ዓሰርተ ኣርባዕተን እንደገና እታ ኣምላኽ ንዓይ ዘላቶ ትዕግስቲ ኣነ ከ ንዖም ኣይርእያን ዶ ብምባል ከኣ ከርእዮም ፈቲነ ክልተ ሽሕን ዓሰርተ ኣርባዕተን በጺሐ ውን ለውጢ ይምጸኒ ኣብ መወዳእታ ንዖም ንሓደ ምዕጋስ ዘይኮነስ ነቲ ዝበዝሐ ምርካብ እዩ ዝብል መደምደምታ ምስ ኣምጻኹ ከኣ ኣብ ክልተ ሽሕን ዓሰርተ ኣርባዕተን ነዛ መጽሓፍ ኤዲት ክገብራ ንዘለዎ ኣካል ሂበ፣ ምኽንያቱ ኣምሓርኛ ንዓይ ካልኣይ ቋንቋ ስለ ዝኾነ ንዕኡ ሂበ፣ ንሱ ከም ዝግባእ ኤዲት ገይሩ ኣጻፊፉ ምስ ወደኣ ድማ ንሕትመት በቒዓ ኣላ ማለት እዩ። ክብሪ ንኣምላኽ። እሞ እዚ መስል እቲ ሓፈሻዊ ጉዕዞይ። ካልእ ግን ከምቲ ዝበልኩኹም ሓደ ኣብ ረድዮ ብስራት ቃለ መሕትት ተገይሩለይ ኣሎ ከም ፍቓድ ኣምላኽ ኣብ ዝወጻሉ እዋን ኩሉ ክትረኽብዎ ትኽእሉ ኢኹም ብሕጽር ዝበለ ኣነ ክብሎ እንተድልዩ ከኣ ኣነ ርኤ ዝብሎ ነገራት ከኣ ሕጂ ውን ክብለኩም ውን እኽእል እየ ማለት ክልተ ሽሕን ሓደን ምስ ሰጎግካኸ ካብኡ ንኔውኸ ኣበይ ነበርካ እንታይ ኮንካ ኣብ ዝኾነ ሓደ ማሕበር ክትጽንበር ዘይከኣልካ ወዘተ ዝብል ካልእ ነገራት ክህሉ ይኽእል እዩ። ኣብኡን ኣብ ሜድያ ክዛረበሉ ዝኸኣልኩ ነገር ጥራይ እምበር ኩሉ ክዛረበሉ እውን ኣይኮነን ኣበይን ብኸመይን እሓልፍ ነይረ። ብቐንዱ ሕጽር ብዝበለ እንድሕር ከምኡ ከምጻልኩም ፈቲና ኸኣ ብድሕሪኡ እውን መጽሓፍቲ ኣብ ምጽሓፍ ሓደ ካብቲ ንግዜ ዝወስድ ዝነበረ ነገር እዩ። ክብሪ ንኣምላኽ። እቲ ካልእ ግን ኣነን ኣባይን ኣብ ጎይታን ጥራይ ዝተርፍ ክንሓልፎ ዝጸናሕና ነገራት እውን ኣሎ እሞ ብኸምኡ ተሰጊሩ ግን ሕጂ ናባኻትኩም በጺሐ ኣለኹ ክብሪ ንኣምላኽ እሞ ሕጂ እቲ ምስ ከደ ዘይምለስ ዝኸበረ ግዜ እቲ ግዜይ ጥራይ ዘይኮነስ ግዜ እንዳዓደግኩ እውን ከይተረፈ በቲ ኣባይ ዘሎ ጸጋ ኣብ ማእከልኩምን ንዓኻትኩምን ክነብር፣ በቲ ኣባኻትኩምን ዘሎ ጸጋ ድማ ንዓይን ምእንታይን ክትነብሩ ኣምላኻዊ መንፈሳዊ ጻውዒተይ እቕርበልኩም፣ ኣነ ድማ ብጸግኡ ቃል እኣትወልኩም። ክብሪ ንኣምላኽ እዚኣ ስለ ዝሰማዕኩምኒ ኣዝየ የመስግነኩም። ኣምላኽ ኣብርሃምን ይስሃቅን ያዕቆብን ከምቲ ሃፍቲ ምሕረቱ ከምቲ ዓቢ ጸጋኡ ብክርስቶስ የሱስ እናባረኸ ይባርኽኩም። ሰላም ንዓኹም።